ሰላም ሰላም ሰላም ክቡራት ተኸታተልተይ ሎማዓንቲ ከዓ ተመሊሰኩም ኣለኹ ናይ ሎማዓንቲ ትሕዝቶና ከዓኒ ሩዝ ስጋ የሕምልቲ ሕውስውስ ኣቢልና ኣዝያ ኣዝያ ጥዕምቲ ምቅርቲ ግዜ ደይትወስድ ቅያር መግቢ ክንሰርሕ ኢና ብሓንሳእ ኮይንና፣ ንምሳሕ ትኾነና፣ ንድራር፣ ንዝኾነ ዋላ ንስራሕ ሒዝናዮ ክንወጽእ ንኽእል። ኣዝያ ኣዝያ ጥዕምቲ ንዝኾነ ትኸውን እያ። እንደገና ከዓ ግዜ ወላ ሓንቲ ኣይትወስድን እያ ማለት እዩ። እምበኣርከስ ቅድሚ ምጅማርና ክቡራት ተኸታተልተይ ከምቲ ልሙድ ላይክ፣ ሳብስክራይብ፣ ሸር፣ ኮመንት እንዳገበርኩም ምትባዕኹም ኣይፈለየን ንብለኩም። እተን ንሰርሐን መጀመርታ እዚኤን ስጋ ከምዚኣ ጌርና ብሓንሳእ ኮይና ክንመትረን ኢና ስጋ ኖርማል ከምዚ ናይ ክስታይ ኖርማል ጌረ ድመትሮ ደለኹ ከምዚ ጌርና መቲርና ንዐን በይነን ጌርና ክንቀልወን ኢና እቲ ማታትራ ከከም ድሌትና ዋላ ደቐቕ ድበለ እንድሕር ደሊና ባላንስ ክኾነልና ምስቲ ሩዝ ኣድቅቕ ኣቢልና ክንመትሮ ንኽእል ኢና ኣነ ግን ከምዚ ፍርይ ዝበለ ስለ ዝደለኹ ማእከላይ ማለት እዩ ኣይደቂቕ ኣይፍሩይ ስለዚ ከምዚ ገይረ ይመትሮ ኣለኹ ማለት እዩ ከምዚ ትርእይዎ ዘለኹም ነዘን ስጋይ ይመትረን ኣለኹ ንስኻትኩም ከዓኒ ብደለኩም ብዓቐናትኩም ጌርኩም ከምዚኣ ጌርኩም ያላ ምሳይ ምተሩ ማለት እዩ ከምዚኣ ጌረ መቲረ ሕጂ ኣብ ድስተይ ኣብ ጋዝ ወሊዐ ከምዚኣ ጌረ ፍታ ድስተይ ገልቢጠ ንእሽተይ ዘይቲ ጌረ ክቐልዋ ማለት እዩ ዘይቲ ብዙሕ ኣየብዝሓሉን እየ ምክንያቱ ምስቲ የሕምልቲ ከዓ በይኑ ክቐሉ ስለ ዝኾንኩ ከምዚ ትርእይዎ ዘለኹም ነተን ዝመተርክወን ስጋ ኣብኣ ገልቢጠ ኣወሃህዳ ቢለ ሓንሳእ ክቕለዋ ክበስላ ክገድፈን እየ ከምዚ ጌርና ናብ ኩሉ ክባጻሕ ኣወሃህድ ነብሎ ማለት እዩ ከምዚ ትሪእዎ ዘለኹም ምስ ረሰነ ከምዚ ኢሉ ቁሩብ ማይ ክስታይ ገይሩሎ እቲ ማይ ስጋዕ ድነቅጥ ጽቡቅ ጌርና ክንቀልዎ ኢና ማለት እዩ ጥብስ ኢሉ ጥዑም ክስታይ ምእንቲ ከምዚ ድረቅ ድበለ ምእንቲ ክኸውን ጽቡቅ ጌርና ከነብስሎ ኢና ኣብዚኣ ሕጂ ንእሽተይ ጨውን ንእሽተይ በርበረ ጸሊምን ከምዛ ትሪእዋ ዘለኹም መመቀሪ ገይረሉ ኣለኹ ጨው ኣየብዛሕኩሉን ምክንያቱ ድሓር ከዓ ክገብረሉ ስለ ዝኾንኩ ኣብቲ ኣሕምልቲ ከይበዝሓና ጥንቃቕ ንበል ወይ እውን ኣብ ሓዲኡ ጥራይ ክንገብረሉ ንኽእል ኢና ማለት እዩ ሕጂ እታ ስጋ ክሳብ ትበስል ነዛ ሽጉርተይ ፍርቂ ፍርቂ ሽጉርቲ እየ ምፅኤ ደለኹ ከምዛ ትሪእዋ ደለኹም ይመትር ኣለኹ ብዙሕ ዕብይ ዝበለ ብዝሕ ዝበለ ኣገዳሲ ኮነ ናይ ኣድልየኒ ስለዚ ከምዚ ጌርና ኖርማል ከምዚ ኖርማል ሽጉርቲ ንመትሮ ከምዚ ጌረ ይመትሮ ኣለኹ ብኢደይ ጌረ ማለት እዩ ከምዚኣ ገይረ መቲረ ከምዛ ትሪእዋ ዘለኹም ከዓ ነዘን ሽጉርቲ ከዓኒ ንበይነን ኣብ ባዴላ ጌርና ኢና ክንቀልወን ማለት እዩ ሕጂ በዚኣ ጌር ወሊዐ ሰኽቲተያ ኣለኹ ንዐን ከዓ ከምዚኣ ጌርና ክንቀልወን ኢና ማለት እዩ በዚ ሓደ ጎኒ ከዓ እታ ስጋና ከዓ እንዳተቐለወት ከምዛ ትሪእዋ ዘለኹም ሕጂ ሞኾስ ጌርና ነዘን ሽጉርቲ ኣወሃህድ ከነብለን ኢና ቅድሚኡ ግን ንእሽተይ ዘይቲ ኣንጢበሉ ኣለኹ ምክንያቱ ዘይቲ ዓንተይ ስለፍትያ ቁርብ ዝገበርኩሉ ቁርብ ከዓ ኣብዚኣ ንኩሉ ሕጂ እኹል ማለት እዩ ብኸምኡ እየ ደየ ብዝሓሉ ዘለኹ ከምዚ ጌርና ብመኾስና ኣወሃህድ ኣቢልና ድማኒ ሕጂ ናብ ካሮትና ምምታር ንከይድ ኢና እዘን ካሮት ሰለስተ ካሮት እየን ከምዛ ትሪእወን ዘለኹም ሰለስተ ካሮት ዕብይ ዝበላ ነዘን ካሮት ከዓ ኖርማል ማለት እዩ ከምኡ ከም ቅድሚ ሕጂ ምሽ ንፈሕፍሖ ገለኛ ርና ሕጂ ግን ኣይፈሕፍሖን እየ ፍሪድ በለ ኖርማል ክኾነለይ ማራ ደቂቕ ዘይኮነ ማራ ኸዓ ፍሩይ ዘይኮነ ከምዚ ጌርና ማእከላይ ጌርና ክንመትሮ ኢና ማለት እዩ ከምዚ ትሪእዎ ዘለኹም ከምዚ ጌርና ኖርማል ጌርና መቲርና እዚ ከዓ ምስኡ ምስቲ ሽጉርቲ ክንቀልዎ ኢና ማለት እዩ ንኹለን ከምዚኣ ጌርና ምትር ምትር ኣቢልና ከነብለና ንምንታይ ደይ ፋሕፋሕክዎ ኣይደለኹን ማራ ክጠፍእ ኣይደለኹን ድረ ፍሪ ድበለ ክኾነለይ ስለ ዝደለኹ ምክንያቱ ኩሉ ሕውስውስ ድበለ ስለ ዝኾነ ክንሰርሖ ማራ ደቂ ክገብሮ ኣይደለኹን ማለት እዩ ከምዚ ትርእይዎ ደለኹም ማእከላይ ገይረ መቲረ ወዲእየን ኣለኹ ማለት እዩ ሕጂ ነዚአን ከ ኣብኣ ክንመልሰን ኢና ኣብተን ድስተን ማለት እዩ ከምዛ ትርእይዎ ዘለኹም እቲ ሽጉርተይ ዳርጋ ተቐሊለዩ ኣዝዩ ሙት ክብል ኣይደለኹዎን ኖርማል ከምዚ ኢሉ ቁርብ ቅሉ ምስ በለ ነተን ካሮተይ ከዓ ኣብ ኣጀረ ክቐልወን እየ ማለት እዩ ኣዝዩ ኣዝዩ ቀሊል እዩ ጥራይ ንመዘኸኻር ተዘይኮይኑ ዋላ ሓንቲ ክሳይ ደድልዮ ነገር ኣይኮነን ኩሉ ግዜ ከምቲ ዝብለኩም ንምዝኽኻር ተዘይኮይኑ ንምምልላእ ተዘይኮይኑ ዋላ ሓንቲ ትምህርቲ ገለ ዘድልዮ ነገር ኣይኮነን እዚ ኩሉ ሰብ ክሰርሖ ዝኽእል እዩ ኣብ ገገዝኡ የግደስ ኣብ ገገዝኦ ከዓ ነናትና ኣሰራርሓ ስለ ዘለና ሸር ንገባበር ማለት እዩ ሕጂ ናብታ ስጋይ ተመሊሰ ከምዛ ትርእይዋ ዘለኹም እዛ ስጋይ ከዓ ዳርጋ ተማዩ ሰትይዎ ከምዚ ትርእይዎ ዘለኹም ዳርጋ ነቐፅ ኢልለይ ኣሎ ፅቡቅ ቅልው ኢሉ ከምዚ ነቐፅ ንቕፅ ዝበለ ዓይነት ይኾነለይ ኣሎ ቁሩብ ሕጂ ሓዊ ቅንስ ኣቢለሉ ኣለኹ ምክንያቱ ከይሓረኒ ነዚኤን ድማ ከይሓረና ከምዚኣ ጌርና ኣወሃህድ ኣወሃህድ ነብሎ መኾስ ጌርና ንእሽተይ ድማ ሽጉርቲ ፃዕዳ ሕጂ ብላዕሊ ገይረሉ ከምዚ ትሪእዎ ዘለኹም ድሕሪ ሽጉርቲ ፃዕዳ ብመኾስ ገይረ ፅቡቅ ገይረ የወሃህዶ ኣለኹ ምክንያቱ ብገሊኡ ከይሓርር ብገሊኡ ከየ ዘይበሰለ ከይኮነኒ ኢለ ፅቡቅ ገይረ ከምዛ ትሪእዋ ዘለኹም ኣወሃህድ ኣቢለ ገዲፈያ ኣለኹ ሕጂ ኮሚደረ ድማ ሓንቲ ኮሚደረ ክገብረላ እየ ኮሚደረ ከከም ኣድላይነቱ ዋላ ተገደፍናዮ ጸገም የብሉን ግን ኣነ ሓንቲ ገይረ ላምንቲ ትምቅር ክብለለይ ጥዑም ክኾነለይ ኢለ ሓንቲ ኮሚደረ ኖርማል ገይረ መቲረ ከምዚ ትሪእዎ ዘለኹም ምስኡ ኣብቲ ልዕሊ ካሮቲ ክገብረ ማለት እዩ ከምዛ ትሪእዎ ዘለኹም ኖርማል ገይረ ከምዛ ኣይ ደቂቕ ኣይ ፍሩይ ገይረ መቲረ እዩ ሕጂ እዚ ረእይዎ ጽቡቕ ቀስ ኢሉ ይቕለወለይ ኣሎ እቲ ሓዊ ከማን ኣትሕት ኣቢለ ክስታይ ገይረዮ ደለኹ ሕጂ ተን ድመተርክወን ኮሚደረይ ኣብታ ልዕሊኣ ከምዚኣ ገይረ ገይረየን ኣለኹ ሳተን ከኣኒ ምስኡ ከወሃህደ ምእንቲ ቅልው ክብለለይ ብጣዕሚ ክትጠምዓት እያ እዛ ሩዝ እዚኣ በጃኹም ርኢኹም ሰሪሕኩም ፈትንዋ ኣዝያ ኣዝያ ኣዝያ ብጣዕሚ ጥዕምቲ እያ ማራ ጥዕምቲ እንደገና ኸዓ ግዜ ኣይትወስደልካን እያ ማለት እዩ እዘን ስጋይ ድማ ከምዚ ትሪእወን ኣለኹም በሲለን ኣለይ ኣለዋ ረእዮ ኮሸም ኢሉ ክፅቡቕ በቃ ረእይዎ ፅቡቕ በሲሉ ሕጂ ከነጥፋ ኢና ምክንያቱ ይኣኽለይ ሕጂ ንዓ መሰጥፋ ኣኽዋነታ ስጋይ ነዚኣ ካውሎ ካውሎኻ ንእሽተይ ካውሎ ከም ዝትሪእዎ ዘለኹም ኣጻራሪ ሓጺባ ቀሪበያ ኣለኹ ነዚኣ ድማ ኖርማል ጌርና ፍሪ ድበለ ጌርና ኣይ ደቂ ኣይ ፍሪ ጌርና ኖርማል ጌርና ክንመትሮ ኢና ልክዕ ምስቲ ካሮትሲ ባላንስ ከም ዝኸይድ ማለት እዩ ምስቲ ስጋ ምስቲ ካሮቲ ብጣዕሚ እዩ ደጥዕሞ እዚ ካውሎ በጃኹም ሰሪሕኩም ፈትንዎ ብጣዕሚ ብጣዕሚ ጥዑም እዩ ዝገብሮ እዚ እንተልይዎ ሳላጣ የድልዮ ገለ የድልዮ ብጣዕሚ በቃ ጥዕምቲ ደስ ኢልካ ኢኻ ትበልዓ እታ ሩዝ ካብ ኩሉ ሕውስዋስ ስለ ዝኾነ ኣይደረቕን እዩ እቲ ሩዝ ከም ዝመረቕ ናይ ኣሕምልቲ ናይ ስጋ ደለዎ ስለ ዝኾነ ኸዓ ኣዝዩ በቃ ጥዑም ደስ ኢልካ ኢኻ ትበልዖ እዚ ብኣፈይ ድብሎ ደለኹም ንኽርዳእኩም በጃኹም ሰሪሕኩም ፈትንዎ ብጣዕሚ ብጣዕሚ እዩ ጥዑም ማለት እዩ ሕጂ ከምዛ ትሪእዋ ደለኹም ንዐአን መቲረ ወዲኤ ነዛን ካሮተይ ከዓ ኣኹስ ኣቢለ ኣብቲ ልዕሊኡ ክገብሮ እየ እሱ ከዓ እቲ ሩዝ እቲ ካውሎ ማለት እዩ ዘን ክመትረን ዝፀናሕኹ ከምዛ ትርእይዋ ዘለኹም ኣምፅኤ ነታ ነታ ካውለይ ኣብታ ልዕሊያ ቀስ ጌርና ከምዚኣ ጌርና ንገብሮ ማለት እዩ እዚ ካብሎ ሕጂ ማራ ብዙሕ ንእሽተይ ምሽ ነይራ ከይመተርኳ ከለኹ ምስ መተርኳ ሕጂ ማራ ብዙሕ መስል ኣሎ ግን ሽሉቕ ስለ ዝብል ወላ ሓንቲ የብሉን ውሕድ ምስ በሰለስ ውሕድ ስለ ዝኸውን ካብሎ ክስታይ ኣይኮነን ክትሪእዋ ኣኹም ደሓን ምስ በሰለት ምውት ይድብል ሓንሳብ ቁሩብ ሽሉቕ ክብለለይ ከምዚ ገይረ ኣወሃህድ ኣቢለ ክኸድኖ እየ ምክንያቱ ቁሩብ ምእንቲ ክሕምሽኽ ክብል ሕጂ ንሳ ቁሩብ ሽሉቕ ክሳብ ትብለለይ ሩዝ ድማ በዛ ትርእይዋ ዘለኹም ሓንቲ ኩባያ ሩዝ ክንሓፅባ ኢና ማለት እዩ መዐቀኒ ናይ ግድን ንግበረሉ እቲ ሩዝ ምክንያቱ በታ ዓቐን ናይታ ኩባያ ኸኣ ማይ ክንገብረሉ ስለ ዝኾንና ሕጂ ከምዚ ትርእይዎ ዘለኹም ሓፂበ ብስነ ስርዓት ኣምፅኤ ኣለኹ እዚ ሩዘይ ድግምግም ኣቢለ ሓፂበ ኣምፅኤ ኣለኹ ሕጂ ኣብዚ ልዕሊ ድቐለኽዎ ስጋ ኣብኡ ክገብሮ እየ ከምዚ ትርእይዎ ዘለኹም ኣብቲ ርእሲ እዩ ገይረ ኣወሃህድ ኣቢልና ክስታይ ክንገብራ ኢና ረእይዋ ከምዚ ጌርና ጽቡቕ ጌርና ኣወሃህድ ነብሎ ሕጂ ኣትሕት ኣቢለ ቁጽሪ ክልተ ኣትሕት ኣቢለ ወሊዐያ ኣለኹ ከምዚ ቁሩብ ቅልው ምእንቲ ክብል ረእይዎ ክጽበቕ ከምዚ ትርእይዎ ዘለኹም እዛ ካውሎይ ከኣ ዳርጋ ሸሊቋትለይ ሕጂ ከምዚ ገይረ ኣወሃህድ የብላ ኣለኹ። ከምዚኣ ጌርና ኣወሃህድ ኣቢልና ከኣኒ ክንሓዋውሰን ኢና ማለት እዩ። እቲ ካውሎ ምእንቲ ክስታይ ከይኮነና ቀስ ጌርና ኣወሃህድ ነብሎ ምክንያቱ ስለ ምልእ ድብል ብገሊኡ ድበሰለ ብገሊኡ ድሓረረ ገለ ከይኮነና ጥንቅቕ ኢልና ቀስ ጌርና በቲ መኾስ ኣወሃህድ ነብሎ። ንምንታይ ከምኡ ድብለኩም ደለኹ እቲ ካብሎ ስልቀስ ኣትሕት ኣቢለየ ኣለኹ ምእንቲ ከይሓረኒ ሕጂ ቀስ ኢሉ ምእንቲ ክወሃሃደልና ኢለ ሕጂ ከምዚኣ ገይረ መሰ ወሃሃድኩዋ ንተንሩዘይ ከኣኒ ከምዚኣ ጌርና ቀስ ጌርና ንወሃህደን ማለት እዩ ሕጂ ማይ ከዓ በታ ዓቕን ናይ ናይታ ሩዝ በታ ኩባያ ማለት ዳብል ሓንቲ ሩዝ ሓንቲ ኩባያ ሩዝ ገይረ ኣለኹ ክልተ ኩባያ ማይ ከዓ ክገብረሉ እየ ሕጂ መጀመርታ ሓንቲ ኩባያ ማይ ገይረሉ ኣለኹ ደሓር ከዓ ምስ ኣእተኽዎ እቲ ኣሕምልቲ ከዓ እቲ ሓንቲ ኩባያ ክውስኸሉ እየ ማለት እዩ ሕጂ ከምቲ ትርእዮ ዘለኽን እቲ ማይ ምስ ገበርኩ ከዲነ ናብዛ የሕምልተይ ተመሊሰ ኣለኹ። እዚኤን ኣሕምልተይ በሲለናለይ ተቐልየናለይን ደለዋ እዚኤን ከኣ ኣብኣን ክሕውሰን እየ። ከምዛ ትርእያ ዘለኽን ኣጥፊኤያ ኣለኹ እታ ጋዘይ ሕጂ ናብኣ ክሕውሳ ማለት እዩ። ናፍታ ሩዝና ከምዚ ጌርና ንኹሉ ኣብኡ ገልቢጥና ቀስ ጌርና ሽዑ በቲ መኾስ ጌርና ከ መሊስና ኣወሃህድ ከነብሎ ኢና። ከምዚ ትሪኦ ዘለኹን መኾስ ጌረ ጽቡቕ ጌረ ኣወሃህድ ኣቢለ ብድሕሪኡ እቲኣ ዝተረፈትኒ ሓንቲ ኩባያ ማይ ካብ ብላዕሊ ክገብረሉ እየ። ብጣዕሚ በቃ ዋላ ንዓይንኻ ጽቡቕ ንክትበልዖ ጥዑም ማራ ብጣዕሚ ጥዕምትን ጽብቕትን እያ ሶ ፕሊስ ሰሪሕኩም ፈትንዋ እምበኣርከስ ሕጂ እታ ሓንቲ ኩባያ ተሪፋትኒ ዝነበረት ማይ ይውስኸላ ኣለኹ ሕጂ ከምዚ ጌርና ኣወሃህድ ኣቢልና ንርእይዎ። ጽቡቕ ጌርና እቲ ጎንታቱ ኣውሪድና ምእንቲ ክበስል ብሓንሳእ እቲ ውህህድ ኣቢሉ ከምዚ ጌርና ንኹሉ ነወሃህዶ ማለት እዩ። ሕጂ ንእሽተይ በርበረ ጸሊም ንእሽተይ ጨው ደለና ቀማማት ማለት እዩ። ሕጂ ክንገብረሉ ኢና ምክንያቱ ድሓር ምስ ከደ ምስ ከደናዮ ኣይንኩሶን ኢና። ሕጂ ናይ መወዳእታ ከምዚኣ ጌረ እተን ዘለዋኒ ቀማማት ግብርብር ኣቢለ በታ መኮሳ ወሃህድ ከብለን እየ። ድሕሪኡ ከዲና ክስታይ ክንገብሮ ኢና ክንገድፎ ኢና ማለት እዩ። ቀስ ኢሉ ክበስል። ንኸይጋዓተና ማለት እዩ እንድሕር ሓንሳእ ጀሚሩ ምብሳል ሞኸስ ሞኻስ ኣየድልዮን እዩ ሕጂ ከምዚኣ ጌርና ምስ ኣወሃሃድና ክድን ኣቢልና ንኽትበስል ጥራይ ኢና ክንገድፋ ማለት እዩ ሕጂ ከምዛ ትርእይዋ ዘለኹም ድሮ ክበስል ጀሚሩ ኣሎ ንእሽተይ ከዓኒ እዚ ኦሊቫ ዝፍረ ኦሊቭ ናይ ኣውሊዕ ፍረ ካብኡ ግብር ኣቢለሉ ኣለኹ እንተደሊኹም ትገብርሉ ኣየድለየኩምን ከዓ ፀገም ደለዎ ኣይኮነን ኣነ ግን ስለ ዝደለኹ ነይርኒ ከዓ ገይረሉ ማለት እዩ ሕጂ ከምዚኣ ጌርና ኣወሃህድ ኣቢልና ከዲንና ከነብስላ ክንገድፋ ኢና ሕጂ ከምዚ ትሪእዎ ኣለኹም ዳርጋ በሲላትለያ ምስ ከደንኳ ዋላ ሓንቲ ኣይገበርኩሉን ዋላ ሓንቲ መኸሲ ኣይኸስኩዎን ከምዛ ትሪእዋ ዘለኹም ከምዚኣ ኢላ በሲላትለይ ኣላ ድሕሪ ዓሰርተ ክልተ ደቂቕ ከምዚኣ ኢላ በሲላትለይ ኣላ ምክንያቱ እቲ ነቲ ሩዝ እምበር እቲ ካልእ ኩሉ በሲሉ እዩ ነይሩ እቲ ካልእ ምስኡ ምውህሃድን ገለ እንተዘይኮይኑ ብሱል እዩ ነይሩ ነተን ሩዝ ግን ዓሰርተ ክልተ ደቂቕ ፀኒሐ ኣኺልዎ ማለት እዩ ድሕሪ ዓሰርተ ክልተ ደቕ በሲልለይ ጽቡቕ ከምዚ ኢሉ ስትይ መሰበለለይ ትማዩ ከፊተዮ ማለት እዩ ኩሉ ግዜ ሓዊ ከዓ ቅንስ ከነብለሉ ኣለና ንኸይሓር ማለት እዩ እዚኣ ትመስል ወዲኣ ሕጂ ቀሪብካ ምብላዕ ጥራያ ዋላ ንዓይንኻ ብጣዕሚ እያ ደስ ትብለካ ከምዚኣ ገይረ ቀሪበያ ኣለኹ ሳላጣ የድልዮ ገለ የድልዮ ምክንያቱ እቲ ኣሕምልቲ ስለ ዘለዎ ኣዝዩ ኣዝዩ ብጣዕሚ ጥዑም እዩ ከምዚ ትሪእዎ ዘለኹም ብውዒታ እያ ቀሪበያ ዘለኹ ንቐደም በሉ ንቐደም በሉ ኣይሆፕ ከዓኒ ፈቲኹማ ክትኮኑ ፈቲኹማ ክትጥቀሙላ ተስፋ ይገብር ቅድሚ ምውፃኹም ከዓኒ ላይክ ሸር ሳስክራይብ እንዳገበርኩም ድኾነ ሃናጽ ርእይቶ ነቕፌታ ክትጽሕፉለይ ትኽእሉ ኢኹም እትስኹም ላይክ ትገብርዎ እትስኹም ሳስክራይብ ትገብርዎ ንዓኹም ፍሪ እዩ ዋላ ሓንቲ ዝወስደልኩም ነገር የለን ንዓይ ግን ስለ ዝሕግዘና ማለት እዩ ሶ ጥወቕ ጥወቕ ኣብልዋ እምበኣር ከስ ናይ ኢሎም ኣንቲ ትሕዝተይ እዚኣ ትመስል ኣብ ቀጻሊ ብፍልይ ዝበለ ትሕዝቶ ክምለሰኩም እየ